ሰሰንታ ኮይና ግደፍ ትልዓል ግደፍ ወላይ ከይትመፅእ ደሓን ደሓን ኣይዞኺ ግደማ ሒዘ ደሰ ሊደ ስምዓኒ ኢልክኒ ወላይ ከይትመፅእ ከይትርእየካ ተልዓል ስምዓኒ ተስእ ደሓን ደሓን ኣይዞኺ ግደይ ኣጋጊኦም እያ ኣጋጊኦም እያ ተዝወስዱና ኣንታ ግደይ ግደፍ ኣብ ቃልዕ ኢና ዘለና እሞ መን ከይርእየና እዩ እዞም ኣግራብ ዶ ዓይኒ ውፅኦም ከይርእዩና ፈሪሖም ዎ እንታይ ዝልዎ ትርኢት እዩ ገጢሙኒ እኒሀ ወይለከይ እዚኦም ከ መን እዩ ክሓፍረሎም ከክንደኦም እኮ ኣነ ሓፊረ ወይለከይ ዓው ኢልካ ኣይትዛረብ እዝኒ ኣለዎ ገረብ እዩ ዘይካብ ጸላም ኩሉ ብርሃን ዝግበር ጉሁድ እዩ
ጽላተ ሙሴ ሕዝስካ ወዲቓቶም ሰላም ዝኸበርኩም ተኸታተልትና ንኣስታት ኣርባዕተ ወርሒ ብተኸታታሊ እናቐረበ ዝጸንሐ ሃገረሰባዊ ድራማ ግድብ ኣብ ዝሓለፈ ሰሙን ቀዳማይ ምዕራፉ ምዝዛሙ ዝፍለጥ እዩ።

ተመልከትትና ከምቲ ኣብ መእተዊ ዝገለጽናዮ፣ ተኸታታሊ ድራማ ግድል ኣብ ዝሓለፈ ሰሙን ቀዳማይ ምዕራፉ ተዛዚሙ እዩ። ኣብ ቀዳማይ ምዕራፍ ዝነበረና ጻንሒት እንታይ ይመስል? ብመጀመርያ የቐንየለይ።
ከምቲ እናገለጽክዮ ዝጸናሕኻ ትኽክል ን ዓሰርተ ሸውዓተ ክፋላት ብተኸታታሊ ረቡዕ ረቡዕ፣ እናተመሓላለፈ ዝፀንሐ ግድል ሃገረሰባዊ ተኸታታሊ ድራማ ያው ኣብ ዝሓለፈ ሰሙን መጠቓለሊ ቀዳማይ ምዕራፉ ተኻይዱ እዩ። ኣብዚ ከመይ ነይሩ ዝብል ነገር ክልተ ሰለስተ ነገር ከተልዕል ትኽእል ኢኻ። እቲ ሓደ ተሞክሮ እዩ። ዝኾነ ይኹን ስራሕ ክትሰርሕ ከለኻ ተሞክሮ ትወስደሉ ኣጋጣሚታት እዩ። ምክንያቱ ኣብ ሕሉፍ ስራሕትኻ ዝረኣዩ ሓድሓደ ሓጓፋት ዝፍጠሩ መምህር ኮይኖም ዝሓልፉሉ እዩ ስለዚ ተመኩሮ ትቅምረሉ እዩ እቲ ሓደ እቲ ካልኣይ ፈታኒ እዩ ኢልካ ክውሰድ ይክኣል ምክንያቱ እቲ ሕጂ ንሰርሖ ዘለና ድራማ ክንድዚ ዓመት እዩ ንድሕሪት ተመሊሱ ዋላ ኣይንበል ደኣ እምበር ናይ ባዕሉ ናይዚ ሕዚ ዘሎ ገጠረታይ ባህሪ ኣይኮነን እቲ ሕዚ ዘሎ ናይቲ ገጠር ሂወት ኣይኮነን ማለት ሕዚ እቲ ከተመታይና ገጠረታይ ባህሪ ናብ ሓደ ዝመጸሉ ኣጋጣሚታት እዩ እኒሀ። ሕዚ ኩሉ ዳሕርጋ ማዕረ ኮይኑ እዩ ኣብቲ ምዕባለታት መጺእካ ማለት እዩ። እቲ ባህልን መንነትን ግን ድሕር ኢሉ ዝነበረ ቅድም ኢሉ ዝነበረ እዩ ካብ ኣከዳድና ካብ ገዛውቲ ካብ ናውትታት ኩሉ እንጥቀመሉ ናይ ቀደም ስለ ዝኸውን ነዚ ነገር እዚ ንክተማልእ ብዙሕ ጻዕርን ድኻምን ኣለዎ። ምክንያቱ ብጣዕሚ እቲ ድራማ ከም እትሪእዎ ዘመናውነት ዘይተላበሰ ኣብቲ ቀደም ዝነበረ ዝስራሕ ስራሕ እዩ። እቲ ክዳን እውን ሰፊኻ ባዕልኻ ትኽደኖ ዝነበርካ እዩ። እቲ ናውትታት እውን ካብ ዕንጨትን ካብ ሓመድን ዝስርሑ ኣቕሓታት እዩ ዝጥቀም። እቲ ከባቢ ንባዕሉ ትህድሞ እዩ። ቆርቆሮ እኳ ንባዕሉ ንከይረኣስ ጥንቃቐ እዩ ዝገብር እቲ ድራማ ማለት እዩ። ስለዚ እዚኦም ንክተምጽኦም ፈታኒ ነይሩ ኢልካ ትወስዶ ሓደ መቐመጢ እዩ። ካልኣይ ሳልሳይ ንዕኡ ንክትሰርሕ ለፊዕካን ደኺምካን ወጺኻ ክትሰርሕ ከለኻ ብኡ ተመጣጣኒ ነገር ዝኾነ ነገር ክኣ ከተብል ከለኻ ክኣ ድኻም ኢኻ ትብል ድኻም ኢልካ ትወስዶ ነገር ኣሎ ማለት እዩ። ስለዚ ናይ ሕሉፍ ጻኒሕትና ክንሪኦ ከለና ድምር ኣቢልካ ክረኣ ከሎ በዞም ሰለስተ ዝነጸርኩዎም ምግላጽ ይከኣል እዩ።
ሓደርኪ ብጽር ድኺ?

እወ።
ግድል ተኸታታሊ ድራማ ኣብ ዞባ ማእኸላይ ወረዳ ዓድዋ ዝስራሕ ዘሎ ተኸታታሊ ድራማ ከም ምዃኑ ልክዕ ኣብ ዞባታት ዝህሉ ናይ ከየንቲ ተሳትፎን ፀጋታትን ከምኡ እውን ባህልን ቋንቋን እቲ ከባቢ ብኸመይ ይግለፅ?
ናይ ተሳትፎ ከየንትና ኪነት በቢዞብኡ ናብ ምምዕባል ናይ ባዕሉ ዓብዪ ግደ ይህልዎ። እቲ በቢዞብኡ ክትሰርሖ ከለኻ ኣብ ትግራይና ዘለዋ ዞባታት ነናይ ባዕለን ፀጋ ኣለወን። ነናይ ባዕለን ቋንቋ፣ እቲ ቋንቋ ዋላ ትግርኛ ሓደ እንተኾነ ግን ነናይ ከባቢኡ ላህጃ ዝበሃል ኣለዎ። ላህጃ፣ ላህጃታት። ስለዚ ናይ ዞባ ማእኸል ላህጃ ሕዚ ነንፀባርቕ ኣለና ንሕና ማለት እዩ። ብሓፈሽኡ እቲ ሸውዓተ ዞባታት ትግራይ ነናይ ባዕሉ ከቕርብ ከሎ ምስልና ሓደ እቲ ባህልን ቋንቋን መንነትን እናሰነድካ እዩ ዝኽየድ ዘሎ። ብኡ ልክዕ እውን ነናይ ከባቢኡ ፀጋታት እዩ ዘንጸባርቕ ማለት እዩ። ስለዚ ነተን ኣብ ዞባታት እዚ ብፍላይ ሕዚ ጀሚርናዮ ዘለና ኣብ ዞባ ማእከል ወረዳ ዓድዋ ንሰርሖ ዘለና ስራሕ ሓደ ከም መርኣያ ነተን ካልኦት ዞባታት እውን ነተን ካልኦት ከተማታት እውን ናይ ባዕለን ትሕዝቶ ሒዘን ሰሪሐን ናብ ዓይኒ ተመልከትቲ ዝመጽኣሉ ኣጋጣሚታት ዘሕልፍ ተመኩሮ ኣለዎ ኢለ ስለ ዝወስድ ሓደ መርኣያ እዩ። ካልኣይ ኢኮኖሚያዊ ረብሓ እውን ክህልዎ እዩ። ሕዚ ንሕና ብመጠኑ ኣብ ከተማ ዓድዋ ማእኸል ገይርና ኢና ናብ ወረዳ ንወፅእ ማለት እዩ። ኣብታ ከተማ ዋላ ሓንቲ ስራሕ ትኹን እምበር ናይ ባዕላ ነውፃ ናይ ኢኮኖሚያዊ ለውጥታት ኣሎ። ንገዝኦም ናውትታት ክህልዉ ይኽእሉ፣ ንጥቀመሎም ነገር ክህሉ ይኽእል። እቲ ኢንዳስትሪ ናይቲ ከባቢ ናይ ብፍላይ ናይቲ ድራማ ኢንዳስትሪ ናይ ስነ ጥበብ ኣብ ምምዕባል ዓብይ ኣስተዋፅኦ ዋላ እናሃለዎ ኢኮኖሚያዊ ለውጢ እውን ኣብቲ ዞባ ወይ ኣብቲ ከባቢ ከምዚ ዓይነት ስራሕ ተሰሪሑ ክቐርብ ከሎ ናይ ባዕሉ ትርጉም ዘለዎ ምንቅስቃስ ክህሉ ስለ ዝኽእል ተሳትፎ ዞባታት ብጣዕሚ ዓብዪ መርኣያ ክኸውን ኣለዎ ኢልና ኢና ንወስድ። ስለዚ ናይ ባህልን መንነትን ምንፅብራቕ ዓብዪ በሪ ዝኸፍት ስለ ዝኾነ መርኣያ ኢለ እየ ዝወስዶ ኣነ ዝፅቡቕ ብኸምዚ እየ ዝገልፆ። ምጭውኳ ሰብ ዘይብለይ ዶ መሲሉኳ ድሮኳ ወዲኤካ። ምጭውኳ ሰብ ዘይብለይ ዶ መሲሉኳ። እኳ ወዲኤካ እኳ ሰብ ዘይብለይ ዶ መሲሉካ ድሮ እኳ ወዲኤካ መጻናኩም ደገፍ ወደይ እንታይ ደኣ ተመሊስኩም ንኣኮም ተሰኪፈ ሰኒ ቢለየ ክምለስ እዩ ነርታ ሓሳበይ ኣኮም ግን ኣነ ከታ ኮይነ ዘይሕግዞም ኢልኒ ብሓደ ተታሒዝና መፂና
ኣንታ ደገፍ ወደይ ንባዕሉ ጋሻ እንታይ ገበረ ናብ ጻህያይ ወፍሪ ግራት ነእትዎ የቐኒልና ዞም ደቀይ ደሓን ብሓደ ኮይና ምስ ንዓሞ እዩ ዝሰልጥ

ተወፋይነት ጉጅለ ስራሕ ግድብ ድራማ ከመይ ይግለጽ? ብዙሕ ጸገም ዝረኣናሉ ኢልካ እዩ ዝውሰድ። ምኽንያቱ ሓደ እቲ ዝሰርሕ ዘሎኡ ዘሎ ስነ ጥበባዊ ብምሉኡ ከትምታይ ባህሪ ኣብ ከተማ ተወሊዱ ዝዓበዩ እዩ። ስለዚ ናብቲ ገጠር ወሲድካ ኣብቲ ገጠር ነቲ ባህልን መንነትን ማእኸል ጌርካ ከምዚ ጌርካ ስራሕ ክተብሎ ካብ ተላቢስካ ምስራሕ ዘሎ ግድል ጀሚርካ እስካብ እቲ ስራሕ ንምስራሕ ኣብ ኣካላዊ ዘይተለመዱ ነገራት ክገብር ንኣብነት ሕዚ መብዛሕቲኤን ደቂ ኣንስትዮ ጥራሕ እግረን እየን ዝኸዳ ዝኾነ ዓይነት ሜክኣብ ኣይጥቀማን በረኻ ወፂኺ ክትሰርሕዮ እዚ ኩሉ መንገዲ ብእግረን እየን ዝኸዳ ቀሪም ዝበሃል ኣሎ ዝተዓፂዱ እዚ እኽሊ ምስ ተዓፀደ ቀሪም ዝበሃል ዝተርፍ ኣሎ ኣብቲ መሬት ንሱ ናወገን እሾኽ ኣሎ እዚ ኩሉ ጌርካ ኣብ ቀትሪ ብጽሓይ ኢኻ ትውዕል ብዝሕ እንድዒ ከቢድ እዩ እቲ ንኽትሰርሖ እቲ ስራሕ ንሱ ማለት እዩ ሕዚ ተመልከትትና ንባዕሉ ኣብ ዩቱብ ዝከታተሉና ንምንታይ ኢኹም ጫማ ዘይትገብሩለን ንምንታይ እዩ ከምዚ ዘይግበር ዝብሃል ነገር ብተደጋገሚ የለዕል ምኽንያቱ ስቅቕታ መሊእዎ እቲ ስራሕ ምኽንያቱ ተወፋይነት መስዋእትነት ተኸፈሎ ስራሕ ስለ ዘሎ ማለት እዩ። እዚ ቆርቆሮታት ብበዝሒ ኣለዎ ኣብቲ ከባቢ ቆርቆሮ ንከይኣትወካ ክትጥንቀቕ ኣብ ሕድሕድ ገዛ ኩባያ ከይትረኤካ ጎማ ከይትረኤካ ዘመናዊ ጨርቂ ከይትረኤካ ዝግበር ምሽብሽ በቃ ልዕሊ እቲ ንቐርጾ ኣብቲ ነቲ ናይ ቀደም ንምምጻእ ንሙኩሮ ስራሕ ነጥፍኦ ግዜ ይበዝሕ እቲ ድኻም ማለት እዩ። ኣብ ርእሲ እዚ በረኻ ነዊሕ ከይድካ ክትቀርጽ ትኸእሊ ኣብቲ ዓዲ እዚ ዘሎ ማሕበረሰብ ቆልዑ ናይቲ ከባቢ ጥሪት ክሕልዉ ገለ ክወጽኡ ከለዉ ዝጸዋውዕዎ ጸውዒት ኣሎ። ሕጂ ንሱ ንባዕሉ ምስቲ ንሕይ ንሰርሖ ዘለና ኣይመጣጠንን። ሕዚ እው ብተደጋጋሚ ኣርሴማ ዝበሃል ቆልዓ ትጽዋዕ፣ ሮቤል ዝበሃል ዝጽዋዕ ኣሎ። ብዙሓት ክጽውዑ ከለዉ ክትምታይ ናይቲ ሕዚ ዘሎ ማሕበረሰብ ናይቲ ሕዚ ዘሎ ወለዶ ጸውዒ ስም እዩ ዝጽዋዕ ዘሎ ማለት እዩ። ንሕና ከም ትፈልጥዮ ለተ ለተ ሃይማኖት ለተ ህይወት ከምኡ ኢልና ኣምለሱ እናበልና ኢና ንፅውዕ፣ ርግበ፣ ገረመድሂን ገለ በቃ እቲ መንነት ዝበሃል መፀውዒና ኢልና ኢና ንጥቀም። ሕዚ ትኡ ዘሎ ማሕበረሰብ ሮቤል ኢሉ ተኣትዩክስ በቃ ዝኾነ ነገር ነቲ ስራሕ ወድሕሪት ኣቢልዎ ኣሎ። ስለዚ ድምፂ ንክተቋርፅ ካሜራ ደው ኣቢልካ ፀሓይ ኣሎ ብዙሕ ድኻም እዩ። ዙሮ ዙሮ ክንደይ ኢልካ ክዝርዘር ኣብኡ እቲ ስራሕ ግን ብጣዕሚ ደኺምካ ዝስራሕ ዘሎ ስራሕ ኢልካ ምውሳድ እዩ ዝከኣል።
ትጉልዒ ከኣ ኣለኺ ኣቲ።
ኣታ ግደይ ግደፍ እዚ ሩባ በይንና ቢሒትናዮ ጸኒሕና ደጊም ሰብ ምውራዱ ኣይተርፍን። ኣይ።
ኣታ ኣደይ ግደፍ እንዶ።
ከመይ ቢሉ ክዛረብ ኣይ ዓውዩ ጥፍኣት እንዴ ኣጥፊኡ መኻይዲ ዘይብላ ትትረፍ ኣዴኺ። እሞ ኸዓ ንዓይ ንድምቃ? ከመይ ገይሩ ኸ እቲ ውሽጥካ ደፊሩ ኣዛሪቡካ? ከምቲ ዝደፈርካኒ ደፋር ይፍጠረልካ።
ግደይ ናይ ብሓቂ ዲኻ ኢልካዮ እዚ ድምቃ ዝብልኦ ዘለዋ? ንመን ኢኻ ከ ኢልካ?
ጉድ እዩ ንኻሊእ ተዝኸውን ከ? ኣይንፍታ ጓለይ እንዲኹም ኢልዋ። ንዓኣ ኸዓ እንኳዕ ሰብ ነበረ እምበር እንተዘይቀተልክዋ ኢሉ ተገልጊሉ በዛ በትሩ ኹርትም ከብላ። ንመን ፅርት ስራሕኩም ድኻምኩምን ተረባሕቲ ኢና ዶ ትብሉ። ኡይ ድኻም እዩ ኣብዚ እንትረፍ ክንክፈል ነውፆ ወፃኢታት ውን ትሽፍኑ ዶ ተትብሊ ነይርኪ ዝመጣጠን ኣይኮነን እየ ክብለኪ እንትረፍ ተኸፈልቲ ክንከውን ማለት እዩ ብሓፈሽኡ ጥቕልል ብዝበለ ኣብ ትግራይ ዝስርሑ ተኸታታልቲ ድራማ ይኹን ሓፀርቲ ፊልምታት ይኹን ኣብ ከምዚ ዓይነት ኣብ ናይ ወፃኢታት ኣውፂእኻ ሰሪሕኻ ኣታዊ ምርካብ ዓብይ ፀገም ኣሎ። ዓብይ ፀገም ኣሎ። በቃ ከየንትና ብኣንፃር ሞይኦም ይኽፈሉ ኣለው ይርብሑ ኣለው ኢልካ ክተቐምጥ ከለኻ ክኸብድ እዩ። ምኽንያቱ ንርኡይ ነገር ሸፊንካዮ ክትከድ ኣይትኽእልን ከምዚ ዝመሰለ መድረኽ ማለት እዩ። ስለዚ ናይ ኩሉ ብሓፈሽኡ ደኸመ እዩ ማለት እዩ። ክለባና ክንመጽእ ከለና እውን ብጣዕሚ ምንም እዚ ተኸፊልና ወይ ደሞ እዚ ስፖንሰር ረኺብና ወይ እዚ ሰሪሕና ኢልና ንዛረበሉ ንምከሐሉ ነገር ኣይኮነን። ምንም ዋጋ ድኻምና ይትረፍ ዋጋ ወጻኢታት ፕሮዳክሽንና እውን ንኸፈል ነብል ኣለና ኢለ ይወስድን ግን በቃ ክንከፍሎ ዝግበእና መስዋእቲ ንከፍል ኣለና ምክንያቱ ንሕና ስነ ጥበባውያን ኣብቲ ስነ ጥበብ ብተደጋጋሚ ሕልኽልኽ ንብል ሰባት መስዋእቲ ከፊልና ጥበብ እንድሕር ዘየቐጺልናዮ መዋቲ እዩ፣ ጠፋኢ እውን እዩ። ምኽንያቱ ዋላ እኳ ናይ መንግስቲ ድጋፋት ሃልዩዎም፣ ናይቲ ማሕበረሰብ ድጋፍ ሃልዩዎም፣ ናይ ሰብ ሃፍቲ ድጋፍ ሃልዩዎም ኣብ ዝለዓለ ደረጃ ይብጽሑ፣ ካልኦት ስነ ጥበባውያን ግን ተካይዶኦም ደጋጊሞም ብምስርሖም እዮም ሕዚ ኣብ ልቢ ተመልከትቲ ምሕዳር ጀሚሮም ዘለዉ ማለት እዩ። ስለዚ ሓደ ግዜ ብቋንቋ ትግርኛ ዝስርሑ ብምሉኦም ሓጸርቲ ፊልምታት ይኹን ተኸታተልቲ ድራማታት ልክዕ ከምቶም ናይ ካልኦት ንሪኦም ዘለና ሕዚ ኮነ ኢልና ንከታተሎም ዘለና ከምኡ ንምክትታል ሸትኡ ከብቅዕ ይኽእል እዩ ብዝብል ተስፋ ሒዝካ ትደግሞ ትሰርሖ ስራሕ ተዘይኮይኑ ኣብ ዝኾነ ይኹን ተፈጥሮ ኣብ መሬት ክትፍጠር ከለኻ ገለ ነገር መክሊት ናይ ባዕልኻ ትፍጽሞ ነገር ክህሉ እዩ ስለዚ በቃ ንጥበብ ቢልካ ትሓልፍውን ኢኻ መስዋእቲ ትኸፍል ኢኻ ማለት ስለዚ እስቲ ብ ሕዚ ብ ኢኮኖሚ ዋላ ናተጎዳእና እስቲ ጥበብ ገለ ነገር ኣሰር ነቕምጥ ንቕድሚት ዝብል ነገር ተወግሶ ወሲድና እንተዘይኮይኑስ ይትረፍ ንሕና ተረባሕቲ ብዋጋና ክንክፈልስ ነቲ ነውጾ ዘሎና ፕሮዳክሽን ውን ዝምጥን ክፍሊት ኣሎ ወይ እንዶሞ ተረቢሕና ኢልካ ክውሰደ ይካል።
ሰሰን ሰሰን ሰሰን
ብፅር
ሰሰን ከመይ ፀኒሕኽን እዛ ጉድጉዶ ሓዊ ክተናኽሳለይ ደልየ ነይረ ዋይ ዋይ እሞ ይተርሕቁ እባ ኣውፅግዕ ኢልኩም ሽኑ ዋይ ዋይ እንታይ የጓይዮም ኣለዉ እታ ደፊኣቶም ዶ ዋይ እኔኻ ቦጥራቕ መዓልቲ ዘይረኽቦ የብለይን ኣነስ እታ ዋይ ዋይ ኣብሊጣቶም እያ እኒኣ
ግደይ ደጊም ኣነ ናብ ዓዲ ክምለስ። ግርም
ኣብ ዘለዎ ተወሰኾ ከይኸውን ዓዲ ብኻሊእ ከይትጥምተና። ሰሰን እሞ ክስንየኪ ዶ? ናበይ ክትስንየኒ?
እወ ስነ ጥበብ ትግራይ ንምዕባይ ኢደይ ኢድካ ክንብል ኣለና ኣብ ቀፃሊ ስራሕኩም ከ እንታይ ኢና ክንፅበ?
እወ ናይ ቀፃሊ ስራሕና ናይ ሕሉፍ ዓሰርተ ሸውዓተ ክፋላት ቀዳማይ ምዕራፍ ማለት እዩ ፅቡቕ ኣብ ማሕበረሰብ ፅቡቕ ተመልካታይ ከም ዘለዎ ኢና ንርኢ። ብፍላይ ረቡዕ ሰዓት ክልተን ፈረቓን ክኾን ከሎ ኣብዝሓ ማሕበረሰብ ይከታተሎ ከም ዘሎ እዩ። ብፍላይ ኣብ ከባቢ ሽረ መፅናዕቲ ዝገበርናዮ ኣክሱም፣ ዓድዋ፣ መቐለ ከምኡ እውን ኣዲስ ኣበባ ፅቡቕ ዝኾነ ተመልካታይ ከም ዘለና ኣብተን ዝገበርናየን መፅናዕትታት ፅቡቕ ከም ዘሎ እዩ ማለት እዩ እቲ ሓበሬታ ዘለኒ። እቲ ዘጽናዕናዮ መጽናዕቲ እውን ማለት እዩ። ስለዚ ብቴሌቪዥን ጽቡቕ ናይ ምርኣይ ዓቕሚ ዘጥረየ ጽቡቕ ተኸታታሊ ድራማ ምዃኑ እዩ እቲ ዘሎ ሞራልና። ቀጺሉ ኣብ ዩትዩብ እውን ጽቡቕ ዝኾነ ኣባና ኢንተርቴመንት እዩ ዝጸዓን። ኣባና ኢንተርቴመንት ዘሎ እውን እስካብ ሕጂ ብጣዕሚ ኣብ ምስጋና ብፍላይ ኣብ ሰሙን ክልተ ግዜ ዘይትገብርዎ ደቓይቕ ይውሕድ ኣሎ፣ ግዜታት ንእሽተይ፣ ኣብ ሰሙን ክልተ ግዜ ተዝኸውን፣ ደቒቕ እውን ንእሽተይ ወይ ንውሕ ተዝብል ዝብል ርእይቶታት ጽቡቕ እዩ። እቲ ኣብኡ ኣቲኻ እውን ኣብቲ ኢንተርቴመንት ክፍተሽ ዝኽእል እዩ ማለት እዩ። ስለዚ ጽቡቕ ርእይቶ እዩ ዘሎ፣ እቲ ናይ ሕሉፍ ስራሕና ማለት እዩ። ሕዚ ግን ካብኡ እውን ዝበለፀ ነገር ሕዚ ከምቲ ኣብቲ መጀመርታ ዝበልኩኺ ኣብ ሕሉፍ ስራሕና ተሞክሮ እንወስዶም ነገራት ኣለዉና ንቐፃሊ ከሳግሩና ዝኽእሉ ማለት እዩ። ስለዚ ብብዙሕ መልክዑ ኣብ ካልኣይ ምዕራፍ ኣስተኻኺልና ክንመፅእ ኢና ኢለ እየ ዝወስድ። ዋና ነገር ናብቲ ሰብ ኣንጠልጣላይነት ኮይኑ ዝቕፅለሉ መንገዲ ክንመፅእ ኢና ኢለ እየ ዝወስድ። ማለት ዕግበት ተመልከትና ንምምላእ ብንኽእሎ ነገር ካልኣይ ምዕራፍ ተዳሊና መፂና ኣለና ኢለ እየ ዝወስድ። ስለዚ ቀዳማይ ምዕራፍ ዝነበርኩም ተኸታተልትና ሕጂ እውን ኣብ ካልኣይ ምዕራፍ ተኸታተልትና ክትኮኑ ክትበዝሑን ኢና ንደሊ ዝብል መልእኽቲ እዩ ዘለኒ። ኣያራያ ከማዕርኹ እንድኡ ድዮም ሓያል። እም እም እም ሓንቲ ዓቋር።

ንእግዛብሄር ልዑል ምስጋና ኣለኒ ኣዲመ ማለት እዩ ስለዚ እግዛብሄር ውን ሓጊዙና ኣብቲ ስራሕ ሰሪሕናዮ ኣለና ማለት እዩ ቀዳማይ ምዕራፍ ወዲእና ውን ንካልኣይ ምዕራፍ ኣብ ምድላው ኣለና ማለት እዩ ቀፃላይ ረወዕ ስሩዕ ስራሕና ብዘይ ምቁርራፅ ካልኣይ ምዕራፍ ክንቅፅል ኢና ማለት እዩ ስለዚ ክንቅጽል ከለና ግን እቲ እናገለጽኩዎ ዝጸናሕኩ ጸገማትና፣ ዘሎ ናይ ስነ ጥበብ ትግርኛ ብፍላይ ኣብ ተኸታታልቲ ድራማ ዘጋጥሙ ዘለዉ ናይ ሕጽረት በጀት፣ ድኻምን ልፍዓትን እዚ ሰብ ሃብቲ እውን ክምልከቱልና ኣለዉ ኢለ እየ ዝወስድ። ምኽንያቱ ብሓደ ዋንጭፍ ብሓደ እምኒ ክልተ ዑፍ ዝበሃል ምስላ ኣሎ። ሓደ እቲ ጥበብ መንነትን በቃ ሓደ ትግራዋይ ወይ ደሞ ሓደ በዓል ሃፍቲ ኪነ ጥበብ ሓደ ምስሊ ናይ ሓደ ማሕበረሰብ እንድዩ። ስለዚ ትግራይ ናይ ባዕላ ቋንቋን መንነትን ባህልን ሓቒፋ ዝመጸት እያ። መሰረት ኩሉ እታ ዓባይ ዓዲ ትበሃል እውን እያ ትግራይ። ስለዚ ኣብ ህላዌ ቀጻልነት እዚ ዓዲ እውን ናይ ባዕሉ ኣሰር የንብር ከም ዘሎ ከረጋገጽ ኣለዎ ኢለ እየ ዝወስድ ማለት እዩ። ኣብ መንነቱ፣ ኣብ ባህሉን ማለት እዩ። ኣብ ቋንቁኡን ማለት እዩ። ቀጺሉ እውን ብዝገበሮ ናይ ድጋፍ መሰረት ከኣ ግልጋሎቱ ዝህቦ ፍርያቱ ይኹን ዝህቦ ግልጋሎቱ ይኹን ብስፍሓት ናይ ምፍላጥን ስራሕቱ ናይ ካስተመር ኣብ ምውሳኽን ዓብይ በሪ ዝኸፍት እዩ። ስለዚ በቲ ባህልን መንነትን ቋንቋን እናረጋገፀ በቲ ከዓ ናይ ዝህቦ ግልጋሎትን ዘፍርዮ ፍርያትን ንምፍላጥ ሰፊሕ ኣጋጣሚ ስለዝኸውን ኣብዚ ክሕግዙና ኣለዉ ሰብ ሃፍቲ ኢለ ይወስድ። ካብኡ ቀፂለ እውን መንግስቲ እውን ብፍሉይ ቆላሕታ ክሪኦ ኣለዎ። እዚ ከምዚ ዝመሰለ ናይ ጥበብ ኣብ ትግራይ ኮይኑ እዩ እምበር እኮ ኣብ ካሊእ ዓዲ ብጥበብ ዝመሓዳር ዓድታት እኒዋ ብስነ ጥበብ ማለት እዩ በቃ ህላዌኤን ኣብ ስነ ጥበብ ዝተደረኸ ዓዲ እኒዋ መንግስቲ እውን ከም መንግስቲ ከምቶም ካልኦት ዓውደቲ ዓውዲ ስራሕቲ ዝሪኦም ከምቶም ካልኦት ዓውድታት ስራሕቲ ናብ ናይ መናእሰይ ስራሕ ፈጣራይነት ናይ ምስምራው ዓቕሚ ኢሉ ዝወስዶ ንጥበብ እውን ፍሉይ ቆላሕታ ሂቡ ክስረሐሉ ኣለዎ ኢለ እየ ዝወስድ ምክንያቱ ቀሊል ኢንዳስትሪ ኣይኮነን ኣብዚ ካብቲ ኢን ሚልየንስ እናፈሶሶ ዝመፁ ፕሮጆክትታት ተወሰነ ሰሊዑ ፐርሰንት ኣቀሚጥካ ኣብ ስነጥበብ ተዘብል ነይሩ ክንደይ መንእሰይ ተሓቂፉ ናብ ለውጢ እቲ ጥበብን ባህልን መንነትን ቋንቋን እናስተሰነደ እናተዓቀበ ክንደይ ዝኣክል ግን ኣብ ስራሕ ተሰማርዩ ምተረኸበ ዝብል እውን ምውሳድ ይከኣል እዩ። ስለዚ ከም ሓደ ዓውዲ ክረኣ ኣለዎ ኢለ እየ ዝወስድ። መንግስቲ እውን ኣብዚ ፍሉይ ቆላሕታ ገይሩ ክሰርሐሉ ኣለዎ ኢለ እየ ዝወስድ ማለት እዩ። ካብኡ ተመልከትቲ እውን ማሕበረሰብ እውን ክድግፈና ኣለዎ። በቲ ክድግፈና ዝግብኦ ሕዚ ናይ ቴክኖሎጂ ምዕባለታት እዩ እኒሀ። ዩትዩብ እኒሀ። ኣብ ዩትዩብ ኣትዩ ንዓና ብቴሌቭዥን ርእዩ ዋላስ ብዩትዩብ ኣትዩ ደጊሙ ምርኣዩ ንዓና በቲ ዓቕሙ ዝኸፍለና ነገር ክፍሊት ኣላ ማለት እዩ። ስለዚ ሓምሳ ለሚን ን ሓምሳ ሰብ ጌጽ መልክዕ እዩ ይበሃል ን ሓደ ሰብ ግን ሸክሚ ይበሃል ማለት ስለዚ ኩሉ በብዓቕሙ ተደርብዩ ጸጸር ንባዕላስ መንደቕ ክትስራሕ ትኽእል እያ ጸጸር ነናይ ባዕልኻ ተድርቢ ተኾንካ ማለት ስለዚ እቲ ትግራዋይ ውን ብሙሉኡ ትግርኛ ሰማዒ ነዚ ነገር እዚ ክድግፎ ኣለዎ ኢለ ኢየ ዝወስድ ማለት እዩ። በበይ በታ ዝኽእላ ማለት እዩ። ኣብ ዩቱብ ኣትዩ እኳ ንባዕሉስ ሓደ ሓደ ተርእዩልናስ ንዓና እኹል እዩ። ክፍሊትና እዩ። ካብ ሓደ ሓደ ትመጽእ ኣስር ሳንቲም ዕስራ ሳንቲም ወይ ደሞ ሓንቲ ዶላር ክልተ ዶላር ተቖጺራ ኣብ ዩቱብ ትረኣ ንዓና ዋጋ ኣለታ። ብጣዕሚ ተደሚራ ክትመጽእ ከላ ማለት እዩ። ስለዚ እቲ ማሕበረሰብ እውን ክድግፈና ኣለዎ። ንባህሉን መንነቱን ቋንቁኡን ንቲ ንሰርሖ ዘለና ንኪነ ጥበብ ትግርኛ ወይ ደሞ ጥበብ ትግራይ ንምዕባይ እንገብሮም ዘለና ቃልስታት ሪኡ ክድግፈና ኣለዎ ኣብ ጎንና ክስራዕ ኣለዎ ኢለ እየ ዝወስድ ካብኡ ኣብቲ እናገለፅክዎ ዝፀናሑ ባና ኢንተርቴመንት ኣብዚ ክለዓል ኣለዎ ኢለ እየ ዝወስድ ምክንያቱ እስካብ ሕዚ ነተን ናይ ፕሮዳክሽን ወፃኢታት ንብለን ዘለና እውን ትንኣስ ትዕበ እናከፈለና እዩ መፂኡ ማለት እናከፈለ ክብለኪ ከለኩስ ናይተን ወጻኢታት ናይ ፕሮዳክሽን ገለ ንገብረን ይሕግዛ እየን ብዝብል ዝኣመንሉ እዩ እቲ ናኸፈለት ስራሕ እውን ኣቐጺልዎ ስለዚ ካልኦት ዩቲበራት እውን ኣብ ከምዚ ዓይነት ክስናጥፉ ኣለዎም ኢለ እየ ዝወስድ ምኽንያቱ እቶም ዩቲበራት እውን ንባዕሎም ክርብሑ ከለዉ ንቲ ጥበብ እውን ብኡ ልክዕ እናዕበዩ እቲ ከያናይ ክርባሕ ስለ ዝኽእል ስለዚ ባና ዝገብሮ ዘሎ ደገፍን ዝገብሮ ዘሎ ሓበራዊ ስራሕ ምሳና ዝግበር ዘሎ ናይ ሓበራዊ ቀጺልካ ምስራሕ ከይተመስገነ ክሓልፍ የብሉን ንባና ውን ባና ኢንተርቴመንት ከነመስግን ንደሊ ኢና ስለዚ ተመልከትትና ውን ኣብ ባና ኢንተርቴመንት ኣትዮም ክሕጉዝና ኣለዎም ኣብቲ ዩቱብ ስለ ዝጸዓን ዝብል ሓሳብ ኣለኒ ማቲ ካብኡ ብስሩ ፍሉይ ምስጋና ከምስግኖ ዝደሊ ነቲ ቲም እዩ ቲም ብጣዕሚ እዩ ዘሐጉሰኪ ምክንያቱ ናይቲ ቲም ተበግሶ እዩ ውፅኢት እዚ ስራሕ እዚ ስለዚ ደኺሙኒ ኣይተኸፈልኩን ገለ በዚ ሎሚ ክፍሊት ዘይብሉ ስራሕ ክትሰርሕ ብጣዕሚ እዩ ከቢድ በቃ እዚ ኩሉ ተፃዊሩ ግን እቲ ጥበብ ክቕፅል ኣለዎ ኢሉ ብወነ ተበግሶ ክወስድ ከሎ እቲ ቲም ክምስገን ዝግበኦ እዩ ካብ ካሜራ ማኑ ካብ ኤዲተሩ ካብ ተዋሳእቱ ካብ ዳሪክተሩ ዘሎ ናይ ምንባብን ሓቢርካ ናይ ምስራሕን በቃ እዚ ስራሕ እዚ ከቕፅል ዘገበረ እዩ።

ክቡራት ተኸታተልትና ተኸታታሊ ድራማ ግድል ካብ ቀፃሊ ሮብዕ ምዕራፍ ክልተ ክቕፅል እዩ። ንዝነበረና ፃንሒት ብጣዕሚ ነመስግን። ሰላም።

ኣታ ግደፍ እንዳ ኣታ ካይት ጎረ ኢኻ ዋ ሪየ በትርኻ ውርዶ ክላም ማርሓ ሰሰን ጠፊ ኣርካስ ክንዲ ዝገፍገፍ ወሲኹ ግደ በልሕ ምህላው ነገረና እምበር መን ነገሮ ብድሕሪ ናብቲ ዓዲ እንታይ ተፈጢሩ
ክኽምብለኪ እየ ናይ ሰሰን ምጥፋእ ክወሓጠለየ ከዓ ዕልል ይብለኩም ኣሎ ናብ ጊደ እዩ ዝበሃል ግደይ ግደይ በላሕ ድዩ ዘሎ እንታይ ዝበልኩም ኢልካ እምበር በላ ቀፅል ግርመ ኣለኻ መልሓሲኣ ወለም ኢላትኒ ወለምታ ኣፍ እዩ ዘይወለምታ ወለምታ ይኮነ ወለምታ ኢና ወልኩኻ ኮፈል ሞሽና ክመሸተ